ብላዕ በል ዝወደይ ሲስተር ከም ዝበሃል ከ ደኣ መን ነጊርካ ንስኹም ኢኹም ዘይትፈልጡና እምበር ኣንዳ ፈልጠኩም እየ ስብሓ ልኣኪለውን ንፋለጥ ኢና ኣብዚ ከባቢ ገዛውቲ ፅቡቅ
በየና ኮይኑ ገዛውትኻ ዝወድእ በዚ ልዕሌኹም ኢና ኣደ እንዳመን እንዳ ኮንኩም ኢኹም ወደ ብርሃ ኣብርሃ
ኣብርሃት ነዊሕ ጸሊም ድዩ ኣይኮነን ኣቦይ ስሙት እዩ
ነደይ ከዓ ትፈልጦ ኣይመስለኒ በየ እንዲ ዝኸውን ዘሎ እቲ ገዛውትኹም ኣብዚ ታሕቲ እዚ እንዳ እሙና ድኳን ትፈልጥዮ እወ እዛ ልዕሌና ዘላ ዓባይ ድኳን እንድያ። በቃ ኣብቲ ድሕሪኡ ዘሎ ተር ዝበለ ቪላታት ኣውዒ። እሶምሲ ብዙሕ ኣይንፈልጦምን ኢና ሓቅኻ ኢኻ። ሓቂ ሓሽኪ ኣበይ ክተሰኪፊ እየ እምበር ኣብዚ ከባቢ ዓረብያ ሒዘ ክመጽእ ኣይደልን። እዋ እንታይ ኾንካ ኮልኩል ድዩ። ኣይ ኣይኮነን ኣብዚ ከባቢ ዓረብያ ሒዘ ክረእ ስለ ዘይደሊ እየ። እንታይ እሞ ጸገም ኣለዎ ዝኾነ ዓይነት ስራሕ እኮ ክቡር እዩ። ዓረብያ ሒዝካ ምስራሕስ እንታይ ነውሪ ኣለዎ? ነውሪስ ነውሪ ኣይኮነን።
ነውሪ ይኮነን ኢለ እንድየ ዝሰርሕ ዘለኹ። እወ ዝወደይ። ትምህርትኸ ትመሃር ዲኻ? እወ
ኢለቨን እዘ ሎሚ ዓመት ምስ ኣወዐ።
እሞ ትምህርትን ስራሕን ደኣ ኣሳነ ዶ? ንሕና መምሃራን መቸም ተመሃራይ ብግቡእ ትምህርቱ ክከታተል እንተደኣ ኮይኑ ክሰርሕ የብሉን ኢና ንብል። ደሓን እዩ እንታይ ጸገም ኣለዎ ንኹሉ መደብ ተገይርካሉ ተርክበሉ ኢኻ። ንፉዕ።
ንፉዕ ዲኻኸ? ማትሪክ ይጽበየካ ኣሎ ትዳሎ ዶ ኣለኻ?
ትምህርቲ ዝፈቱ እየ ፕራይዝ ዊነር እየ ቁሩብ ናብራ ስለ ዝሸገረኒ ኣነ ኣደይ ክሕግዝ ኢለ እምበር ዕላማይስ ትምህርቲ እዩ። ኣሰይ ክሓግዝካ ዝወደይ ንወላዲኡ ድሓገዘ በቃ ፈጣሪ እውን ይሕግዞ እዩ ዝወደይ። እሞ
ተምሃራይ ኮይንካ ኢኻ ሰኪፍካ እንታይ ኣሰከፈካ ወደይ ስራሕ እኮ የኹርዕ እምበር ኣየሕፍርን እዩ። ኣይ ኣነ ዳኣ ተክስከፍ ቁሩብ ነደይ ደስ ስለ ዘይብላ እየ። ዋይ ጉድ ደቀይ ዋየ ድሕግዝ ውሉድ ረኺባስ ድማ ካልእስ ኣይብላን ታይ ኮይነ ኢላ።
ጅርሓን ማማ ሓንቲ ነገር ሓሲበ ኣለኹ ዘን ሰለስተ እግረን ዓረብያ ብሽክለታ ሪኢኸየን ኣለኺ ከምእን ሓደ ዝፈልጦ ካሬን ኢለ ኣለኹ። ስራሕ ስራሕ ኣቢለ ዘንዘለዋ ናዕዲ ዓጼ ቀዳሙሉ መዓልቲ ካልእ መዓልቲ ከኣ ፍርቂ መዓልቲ ናሰራሕኩ ክሕግዘኪ እየ። ዓረብያ እወ።
እንታይ ዓረብይኡ ፊልሚ ንወደይስ ዓረብያ ክትደፍእ። ክድፋእ እኮ ኣይኮነትን ማማ ብሽክለታ እያ ግን መጽዓኒ ኣለዋ ኣብ ገሊኡ ስሒባ ኣብ ገሊኡ ከኣ ዘዊርካ ፈሊጠ እያ ኣለኩ ክትነግረኒ ኢካ እስካ ትድፋኣ ትኩን ትጉተት ግን ኣነ ኣየድልየንን እዩ ፊልሚ ንወደይ ሰብ ክታ ክብለና ዓረብያ ክትደፍእ። እዋይ እንታይ ኣለዎ ድዩ ኣብዙሓት መንእሰያት እንሕብሕዞመን ዘለዉ። በፍጹም ኣይከውንን እዩ

ፊልሞን ወደይ ንስኻ ቀስ ኢልካ ትምህርትኻ ወዲ ዝወዲ ህድእ በል ትምህርትኻ ወዲእኻ ፍሽኽ ኢኻ ዝሰርሕ። ኣይተረዳእክን ንሶም ብዙሕ እቶት እዩ ዘሎም ከመይ ዝሓሱ ሰባት ነጊሮምኒ እዮም ሽብለኪ ኣለኹ። ባዕሎም ይፈልጡ ንስኻን ሰተወን ግን በበይንኹም ኢኹም። ፊልሞን ወደይ ንስኻ እኮ ወዲ ብርሃ ዳኛ ኢኻ። ኣዝማማት እያ ክዛረብ ዘለኺ ካልኦት ኮቦ የብሎምን። ኣይፈልጥን
በበይንኹም ኢኹም እብለካ ኣለኹ። ንስኻ ወዲ ክቡር ወዲ ኣብርሃ ኢኻ እብለካ ኣለኹ እታ ቆልዓ። እሞ ኣብርሃ ዶ ካብ ሰብ ፍሉይ?
እቲ ኣቦኻ
ክቡር ጥራይ ፍሉይ እወ ዓለም ግናይ ኣርኪባቶ እምበሪ ከመይ ዝበለ ክቡር ፈራድን ዳናይን እኮ እዩ ኔሩ። ኣበይ እሞ ተትፈልጦ ዘይትፈልጦ እንዲኻ ኮንካ እዞም ኩሎም ጎረባብትና እወ የማን ጸጋም ክሓልፍ ከሎ ኣቶ ብርሃ ኢሎም ድፍእ ኢሎም እዮም ዝስግድሉ ነይሮም። ንሱን ባንኡን ካራባቱን እወ ከመይ ዝበለ ክቡር ሰብ ወይ ጉድ! ወዲ ኣብርሃስ በዓል ዓረብያ ደፌ እኖ ኣማ ዝዛረብዮ ዘለኺ ናይ ቀደም ዛንታ እዩ ደሓር ከኣ ኣብ ሕሉፍ ኣይንበርን እዩ። እሞ በል ኣነስ ነጊረካ ኣለኹ እስኻ ክቡር ወዲ ክቡራት ስለ ዝኾንካ እዚ ስራሕ እዚ ከኣ ኣይናትካን እዩ።
ማን ክሰርሕ ክሳብ መዓስ ኢና ክንሽገር ክሳብ መዓስ ኣለቁሕና እናበልና ክንከይድ ኣነ ናብራና ከመይ ነመሓይሽ ጥራሕ ዘገድሰኒ ናይ ክብሮ ድኽብሪ ዘገድሰኒ ኣይኮነን ድሓር ከዓ ኩሉ ስራሕ ክቡር እዩ ክቡርን ዘይክቡርን ዝበሃል ሰብ ከዓ የለን
እንታይ ትብል ወደይ በቃ
ምርዳእ ኣብያትኒ ፈፂሙ ክዋሓጠላ ኣይከኣለን
ወይ ጉድ ደቅይ ኣንታ ደይ ዝስማዕ እባ የልቦን እዩ ኣንታ ማዓር ወዱ ካሎኦት ኣሕዋት ከለውካ ዶ። እወ ደገ እዩም ደቅመጡ ክልተ ኣለውኒ። ኣይ ደገ ደገ እዚኣ ጸላእኩ ሸቶ ጸላእኩ ሳታ ዝሰማዕኩ ጸላኢና ደገ ደገ ሕደር እንታይ ከይ ደገ ልካ ዘረባ ደቀይ ሕማም ዳኣ እባሃል።
እሞ እሶም ከቅርቡ ኣይሕግዙኹምን ዶ? ኣይ ኣብ ምሕጋዝ ኣይበጽሑን ድሕሪ ክንደይ ኮለል ሕጂ እዮም ኤሮጳ ኣትዮም ሳክት በቃ ብሉዕዮም ከኣ ኣትዮም።
ቁሩብ ደኣ ገለ ወስ ኣይብሉን እንታይ ደኣ ኹባ ቁጥብ ትደጋ ሓዲሮም እሞ። ዋእ ኣደ ኣይተደላደሉን እኳ እዩ ድብለኪ ደሎ። ነዛ መሕለፊ ኣውዳመት እኳ ክሰዱልና ዝጽገሙ ዶ ዳሓን በዚ ወደይ መዕቆቢት ገዛ እንተሃልያትኩምሲ ካልእሲ ከም እንደነገሩ ጌርካ ሕለፊ ማዓረይ። እዚ ዘለናዮ ገዛ ኣቦይ ከሎ ቀደም ገፊሕ ዝሓዝናዮ እዩ ክራዩ ካኣ በዚ ሎሚ ዝከኣል ኣይኮነን ንማማ ካባኡ ዝሓይሽ ቁሩብ ንእስ ዝበለ ንካረንት በልኩዋ በቃ ኣብያትኒ ካብኡ ምውጻእ ከምዚ ክብረትካ ምጉዳል ኮይኑ ተሰሚዕካ። ሱይ ምሉእ እንዶ ብደይ ጠስምካ ጸረር ብደይ ክዳንካ ወለ ደይ ናትካ ክብረትካ ኣይኮነን ዞም ደቂ። ኣሽ መስኪነይቲ እዚ ክብረት ዝብሃል ነገር እኮ ሓያል መቑሕ ናይ ኣእምሮ ናይ ኢድ መቑሕ። ዓለም ድኣ መዓስ ኩሉ ሳዕ ሓደ ኮይና። ኣይኮነትን።
እ ተዓጻጺፍካ እያ ትንበር እምበር። ኣይኮነትን ኣይኮነትን።
እሞ እዚ ትሮ ስራሕኪ ቁሩብ ትረኽበሉ ዶ። እወ ስራሕ ዳዊት ሸለ ሰሪሕካ ኣነ እኳ ከም ዝበልኩኹም ጀካ ቀዳም ካልእ ፍርቂ መዓልቲ እየ ዝሰርሕ ሳላ ዝሰራሕኩ ናተይ ብሽክለታ ገዚኤ ፍርቂ መዓልቲ እካርያ ኣለኹ ናብራና ከዓ ርኡይ ምምሕያሽ ኣምፅኡ ገዛ ክራይና ብዘይ ፀገም ንኸፍል ዕዳ የብልና ገለ የብልና ንፉዕ ኣታክስኻስ ኣንበሳ ኢኻ ዋይ
ኣቃሓሽ ተሰሪሕኻ ጅዳ ካናዳ ኣብ ዓድኻ ክትፍጥረን ትኽእል ኢኻ በሃላይ ኣነ ነደይ እንዳኣለኹ ማትሪክ ነጥቢ ምፅኤ

ዘረውእ ሐጒስኪ ኣሎ ማለት ኦገርም።
ከመይ ዳኣ የሕጉሰኒ ካብዚ ዝበለ ደሕጉስ ዘረባ እንታይ ኣሎ እታ ዘርሰናይ ወደይ ጸላኢ ናደገ ይሕደር እነውልካ ኣሎ ባዓል በረኸት ወደይ ናብኡ ካብ ድኸዱ ገጾም ካብ ደይ ንርእይ እናትለ ዓይንና ካብ ደይ ንርእዮምሲ ክንደይ መዋእል ኮይኑ ኣሎ እስከ

እወ እስኻ ግዳ ኣብ ዓድኻ ንህዝብኻ ነዴታትካ ተገልግል ዘለኻ መብዛሕትኦም እዚኦም ኣብ ስደት ዘለዉ እኮ ገሊኦም ወልወልቲ ስሚንቶ ዓዲ ጓና ገሊኦም ሓፀብቲ ሸሓኒ ካልእ ስራሕ ዘለዎም ከይመስለካ እጆኻ ዝወደይ ልዕሉ ኩሉ ግን ትምህርቲ ዝተረኸቦ ገንዘብ ከየጋጌካ ትምህርትኻ ፅቡቅ ጌርካ ተኸታተል ኣይትሕመቕ ራይ መምህር ወነለይ ከዓ ገንዘብካ ገንዘብካ ቻው ዝወደይ ኣብ ዘመን እዚስ ከምዚኦም ዝኣመሰሉ መናእሰይ ኣለዉ።